ሰላም ሰላም ክቡራት ተኸታተልቲ ብዘለኹምዎ ኮይንኩም ነዛ ቪድዮ ትሪኡ ብምለኹም ሰላምኩም ብዝሕ ትርፍ ይበለለይ። ነዛ ቻናለይ ሓደሽቲ ዝኾንኩም ሳብስክራይብ ብምግባር ቤተሰብ ኩኑ። ነዛ ቪድዮ ከዓ ላይክ ብምግባር ጀምርዋ። ሎማዓንቲ ቀዳም መዓልቲ ዕዳጋ ናይ ከተማና እዩ። ከምቲ ልሙድ ዕዳጋ ከመይ ዋዕለ ስፔዛ ከመይ ዋዕለ ዝብል ሒዘልኩ መፅ ኣለኹ። ዋጋ ናይ ኣስቤዛ ክንደይ ነይሩ ንዝብል ክሳዕ መጨረሻ ሸር ክገብረኩም እየ ሓቢርኩምኒ ተኸታተልዎ ማለት እዩ። ኣስቤዛ ምቕናስ ኣውዩ እኒኦ ምንም እዚ ኮሚደረ ሽጉርቲ ምናምን ኣይቀነስን እኒኦ ሓደ ሓደ ነገራት ዝወሰኸ ሓደ ሓደ ነገራት ከዓ ዝቐነሰ እኒኦ እና እስኪ ከመይ ውዒሉ ንዝብል ከካፍለኩም እየ ሓቢርኩም ንሳዕ መጨረሻ ፅንሑ ማለት እዩ ኣብዚ በዚ ናይ ዘይቲ ክጅምረልኩም ይኸው እዛ ሒዝዋ እኒኦ ዘይቲ ሰለስተ ሊትሮ እያ እዛ ሰለስተ ሊትሮ ዘይቲ ክንደይ ሙሲልኩም ሽሕን ሓምሳን ማለት እዩ ሽሕን ሓምሳን ትሽወጥ እዚ ዓበይቲ ሓሙሽተ ሊትሮ ከዓኒ ሓሙሽተ ሊትሮ እቲ ቀዳማይ ደረጃ ሽሕን ሸውዓተ ሚእትን ሓምሳን ደረጃ ኣለዎ እዩ ማለት እዩ ዝለዓለ ሽሕን ሸውዓተ ሚእትን ሓምሳን ዝወሓደ ናይ ሓሙሽተ ሊትሮ ቀጢን ዘይቲ ዋጋ ከዓኒ ክንደይ መሲልኩም ሽሕን ሓሙሽተ ሚእትን ሓምሳን ማለት እዩ ነዛ ሊትሮ ከዓኒ ሊትሮ ሰለስተ ሚእትን ሓምሳን ትሽወጥ ማለት እዩ። ናይ ቀጢን ዘይቲ ዋጋ ነዚ ይመስል። ያው ሽኮር ዝትርእይዎ ኣለኹም ሽኮር ሓመዳዊ ሽኮር ምቁር እዩ ዝበሃል ጥዑም እዩ ይብልዎ ነይሮም ማለት እዩ። እዚ ንኪሎ ሚእትን ሰብዓን እናተሸጠ ውዒሉ ማለት እዩ። እዚ ቡና ትርእይዎ ኣለኹም ከዓ ሽሕን ሓምሳን ሽሕን ሓደ ሚእትን ሓምሳን እውን ነይሩ ከከም ደረጅኡ ማለት እዩ። እዚ ግን ሽሕን ሓምሳን ናበልዎ ውዒሎ ማለት እዩ። ናይ ዘይቲ ናይ ቡና ናይ ሽኮር ዋጋ እዚ ይመስል። ኣብዚ ዳስቤዛታት ኣትየ እኒኦኹ ናይ ኣስፌዛታት ዋጋ ምቕናስ ኣውዩኒኦ ነዊሕ እዩ ገይሩኒኦ ኣብዚ በርበረ ሞኒኦ በርበረ ሎማዕንቲ ለውጢ ኣምፂኡኒኦ ብውሑድ ሱስ ማኖ ሽዱሽተ ሚእትን ሓምሳ እናተባሃለ ነይሩ ንሓደ ኪሎ ካብ ብቐዳም ከዓ ሎሚ ንእሽተይ ቅንስ ኣቢሉኒኦ ማለት እዩ በርበረ ብቐዳም ክባር እዩ ነይሩ ብበዝሒ ሽዱሽተን ሓምሳን ገዚእናዮ ነይርና ንኪሎ ግን ሸውዓተ ሸውዓተ ሓምሳይ ሸሞንተ ሓምሳይ ገለታት እዩ ነይሩ ማለት እዩ እቲ ዒዳጋ ካብ ግዜ ናብ ግዜ እዩ ዝቀያየሩ ኣሎ ኣብዚ ከምዚ ትርእይዎ ኣለኹም እዚ ያው ናይ ኣስቤዛታት ቦታ እዩ እዚ ሽጉርቲ እዚ ናይ ዝውቀጥ ሽጉርቲ እዩ ንኪሎ ሱሳ ማለት እዩ ዝውቀጥ ሽጉርቲ እዚ ናይ ፀብሒ ሽጉርቲ ዝፍርይ ዝበለ ከዓነይ ሚኢቲ እናተሸጠ ውዒሉ ማለት እዩ። ኮሚደረ እውን ከምኡ ንኪሎ ሚኢቲ ቅርሺ እናተሸጠ እዩ ውዒሉ። ድንሽ ንኪሎ ኣርብዓ ቅርሺ ውዒሉ ሎማዓንቲ። ኣብዚ ትርእይዎ ኣለኹም ጎፍላ ጥዑይ ጎፍላ ስኢነ እኒኹ ጎፍላ ጎፍላ ጎፍላ ትብላ ሰባት ኣለክንና እዚ ናይ ሓሸና ጎፍላ እዛ ትርእያ ኣለኽን ዓሰርተ ኢላትና ነይራ ተዋጊና ተዋጊና ግን መጨረሻ መወዳእታ ሸሞንተ ሽሕ ኢላቶ እዛ ናይ ሓሸና ስፈ ማለት እዩ ሓሸና ብሓሸና ወይ ከዓ ብመዳበርያ ዝተሰፈየት እያ እና ሸሞንተ ሽሕ መጨረሻ ኢላታ ብጣዕሚ ከቢሩ ብጣዕሚ ገሪሙኒ ዝሮ ዝሮ ሞያ ዘለክን ሰባት ይኸው ብሞያኻ ሰሪሕካ ክሳዕ ክንዲ ዝኣክል ክትሸጥ ትኽእል ኢኻ ማለት እዩ። ታንቴላት ንባዕሉ ብጣዕሚ ይኽባር ታንቴል ንቶባ ሚእትን ሓምሳን እዩ ዝስራሕ ኣሎ መስርሒኡ ማለት እዩ። ንሓንቲ ቶባ ሚእትን ሓምሳን ትስራሕ ንቶባ ከዓ ሚእትን ዓሰርተን ትግዛእ ማለት እዩና ዲዋ ወይ ጎፍላ ክን ክልተ ቶባ ትውድእ ተኾይና ንክልተ ቶባ ሰለስተ ሚእቲ ዝረዝሮ ብሚእትን ሓምሳን ትራውሕዋ ናይ ኢድ ሙያ ዝሓዘሉ መብ ዓድና እውት እዩ እኒኦ ይብለኩም ኣብዚ ፈሓም ዳ ፈሓም ኣቲና ንኤና ሎማዓንቲ ናይ ፈሓም ዋጋ ቅይር እዩ ኢሉ ጸኒሑኒ ብጣዕሚ እየ ተገሪመ በስመ ኣም ቅድሚ ወርሒ ክንደይ እገዝኤ ነበርኩ ሽዱሽተ ወይ ሽዱሽተ ሓምሳ ከምኡ ገዝኤ ነይረ ግን እዚ ትርእይዎ ኣለኹም ሐዚ ክንደይ ትትኾን ፅቡቅ እዩ ሸህ ቅርሺ መጨረሻ ትሽዓንተን ሓምሳን ማለት እዩ ስውን ብክንደይ ድርድር ብጣዕሚ ሰማይ ኮይኑ ፈሓም በስማም ካብ ሽዱሽተ ሽዱሽተ ሓምሳይሲ ናብ ሽሕ ቅርሺ ተሸጋጊሩ ፈሓም ብጣዕሚ ኸይሩ ዝትርእይዎ ኣለኹም ፈሓም ብጣዕሚ እየ ተገሪመ ካብኡ ከዓስ ዶ ኣይጸንሕን በቃ ኣነ ሕዚ ኣነ ሓንቲ ንባዕለይ እኳስ ሓንቲ እዛ ትርእይዋ ኣለኹምስ ወርሒ ኣይተጽንሐካን ማለት እዩ ብጣዕሚ እዩ ስኡ ኢሉ በለል በለል እዩ ዝብል ውዱ እዩ ዝብል ማለት እዩ ዝሮ ዝሮ ብጣዕሚ የገሪሙኒ ናይ ፈሓም ዋጋ ወርሒ ከይመላእናስ ክሳዕ ክንድዚ ዋጋ በፂሑ ማለት እዩ እና ናይ ፈሓም ዋጋ ንዕኡ ይመስል ኣብዚ ከዓ ዝትርእይዎ ኣለኹም ጣውላ ናይ ኣቑሑት መቐመጢ ወይ ከዓ ንጊባቦ መቐመጢ ዝኸውን ብቻ ከምዚ ትርእይዎ ኣለኹም ጣውላ ማለት እዩ። ቀደም ክልተ ሚእቲ ሚእቲ ሓምሳ ዩ ኔሩ ኣነ ንባዕሉ ብሚእቲ ሓምሳ ዩ ክገዝኦ የስታውስ ሎሚ ግን ክንደይ ተትኾን ጽቡቁ ዩ እስኪ ገምቱ ቅድሚ ምንጋረይ እዚ ተትሪእዎ ኣለኹም ዋግኡ እዚ ስራሚክ ዝመስል ነገር ሰለስተ ሽሕ ኢሎምዎ እዚ ለማጽ እኒኦ ሰለስተ ሽሕ እዚ ትሪእዎ ኣለኹም ዝሓደ ፋይዘት ነገር ከዓነ ክንደይ ኢሎምዎ መሲልኩም ክልተ ሽሕን ሓሙሽተ ሚእትን ኢሎምዎ። ብጣዕሚ እየ ተገሪመ። ካብዚ ውፅእ ኢልና ከዓኒ ናብ ካሊእ ቦታታት ከይድና ርኢና ነይርና። ኣብ ካሊእ ቦታ ከዓ እዚ ብክልተ ሽሕ ሓሙሽተ ዝበሉና ብሽሕን ሸሞንተ ሚእትን ገዚእና ነይርና ማለት እዩ። ያው ለእግረ መንገድና ንባዕልትና እናጠየቕና ነይርናና ናይ ዕዳጋ ኣፈላላይ ካብ ቦታ ናብ ቦታ እውን ይፈላለ እዩ። ዝሮ ዝሮ ግን ክሳዕ ክንድኡ ምብፅሑስ ብጣዕሚ እየ ተገሪመ ይብለኩም። ናይ ጣውላ ዋጋ ንዕኡ ይመስል። ካሊእ እንታይ ዘይነገርኩኹም ዋጋ ተሃልዩ ይቅርታ። ዝሮ ካሮት ሓምሳ ቅርሺ ነይሩ እና ካሮት የነገርኩኹምን ቃሪያ ንርብዒ ሓምሳ ቅርሺ ነይሩ ወይ ከዓ ጉዕ ያው ናይ ካልኦት ግን ከምቲ ልሙድ ዝተፈለየ ዋጋ የለን። እዚ ሽኮር፣ ቡና ምናምን ዝብል ያው ከምቲ ልሙድ እዩ። ኣስቤዛ እውን ብዙሕ ኣይቀነሰን እኒኦ ከምኡ እኒኦ ኮሚደረ ሽጉርቲ ምቕናስ እኒኦ ምቕናስ ኣውዩ እኒኦ ነዊሕ ገይሩ ካብ ዝከብርና ዝሮ እቲ ዕዳጋ ከምኡ ይመስል ነይሩ። እዛ ትርእይዋ ኣለኹም መፅሕፍቲ ከዓ እኒኦ ከምዚኣ እዛ ኣብዚኣ መፅሓፍ ብሚእትን ሓምሳን ገዚእናያ ይብለኩም ንቆልዑት ዝከውን ቆልዑት ከንብብዎ ዝክእሉ ቆንጆ ቆንጆ መጻሕፍቲ እኒኦ እንግሊሽ መምሃሪ ገለታት እውን ኣሎዩ ሚእትን ሓምሳን ክልተ ሚእቲ ናበልዎ ውዒሎም ማለት እዩ እዞም ሓተይ እና ሎማዓንቲ እወ ቅድሚያ ግን ኣብዚ ከዓ ፅን ኣዳም ከም ዝሽወጥ ትፈልጡ ዶ ዝትሪእዎ ኣለኹም ጨና ኣዳም ኣብ ካንሸሎኻ ትኽል ኢኻ ተብሎ ብጣዕሚ ፈረይረይ ዝብል እና ግን ኣብ ዓድና ብጣዕሚ ኽባር ዝሽወጥ ንኪሎ ሰለስተን ሓምሳን ኣርባዕተ ሚእቲ ዝሽወጥ ከምዚ ኸዓነ ብርሑሱ ቁርጽ ቁርጽ ኣቢልካ ፍርኡ ማለት እዩ እዚ ፍረ ይሀው ዘነ ናእሽተይ ቆጽሊ ኢስራ ኢስራ ቅርሺ ይሽወጣ ብጣዕሚ እየ ተገሪመ ያው ኣብ ዕዳጋ ምስ ረእኽዎስ ወይለከ ይሽወጥ ድዩ ኢለ እስኪ ንምንታይ ከ ትጥቀምሉ ጨና ኣዳምስ መብዛሕትኡ ሰብ ንምንታይ እዩ ዝጥቀመሉ ኣብ ኮሜንት ጸሓፉለይ ኣነ ዝሮ ናብ ቡና እቲና ቀደም ንጥቀሞ ነርና ብኸምኡ እየ ዝፈልጦ ነረ ብዝኾነ ከምኡታት ይመስል ነይሩ ናይ ሎማዓንቲ ዕዳጋ ብኻሊእ ቪድዮ ክሳዕ ንራኸ ሰላምኩም ብዝሕ ትርፍ ይበለለይ ብጣዕሚ እየ ዝፈትወኩም ሕዚ እውን ምብርታዕኹም ኣይፈለየኒ ሰሰናይ ንዓኹም